ኣንቲ ገነተይ እዚ ወዲ ሓወቦኸሲ ኣዝዩ ፍቱ ነይሩ ማለት እዩ እኮ እዚ ኩሉ ቀበራይ ፍቱ ተበልኹኸ ፍቱ ተበልኹኸ እቲ መዓዛ ሓፍተይ ዋይ ምስኪናይ ከመይ ዝበልዎ ፈቃር ለዋህ ሓብሓቢ ዋይ ኣንቲ ከመይ ዓይነት ሰብ ድዩ ነይሩ ጓለይ እወይ እወይ እዛ ሞት ኢሎም ማስክ ትረክብ ንፉዕ ኣይትብል ለውሕ ኣይትብል ንኩሉ እያ ትወስድ ኣቲ ኣቲ ክንደይ ርጉማትን ስሱዓትን ኮፍ ኢሎም ሰብ እንዳሸገሩ ከለውስ ጠጥዑምን ጠጥዑ ኢና እኮ ትቐሉ
በኹሉ ፊሉ ምስኪና ኣብዛ ንእስነቱ ኣየናይ ምኹላፍከ ኣየናይ ምኹላፍከ ምስኪናይ ስምዒ እባ መምህር ደኣ እንተኾይኑ እዩ ዘይቀበረ ኣይቀበረ ተትብዮ ጋር ኣሲ ከምኡ እንደ ዝሓስብ ዘለኹ ዋ መቸም ናይ ድሓ እንዳ ግበሮ እምበር ዘይቀበረ እንተኾይኑ ተጋግዩ
ኣነስ እንደ እቲ መዓዝ መዓረይ ምስ ብዝሒ ሰብ ከዓ ምርኣይ ስኢናዮ ከይንኾይኑ ኢለባ ዋእ እንተኾይና ኢና ምርኣይ ምስኡኖ ዕውራት ዲና ዘይቀበሩ ኮይኑ እምበር ኣነ ኮፍቲ መቓብር ደልየ ደልየ ምስ ሰኣንኩ ገሪሙኒ እዩ ደሓር ኣብቲ ደበስኩም ደልየ ድማ ኣይረኸብኩዎን ናይ ደሓ ንግበሮ ኢለ ኸ ኣተሓሳሲቡኒ ሓቂ ዘተሓሳስብ እንድዩ የተሓሳስብ ሎ መዓስ ኮይኑ
እንድዒ መቸ ዘይቀበረ እንተኮይኑ ተጋጊ ምስኪናይ ብዓብዪ እኮ ስሙ ይትዎ ዘሎ ድሓር ከዓ ወዲ ሓወቦኺ ማለት እኮ ሓውኺ ማለት እዩ እዋ ሓወይ መዓረይ እወ እንቲ መኣዛ እንድዒ ናይ ደሓን እግበሮ ጥራይ ገነተይ

ደሓን ዶ ውዒልኪ?
ጽቡቕ። ገነት ሓፍተይ መዓስ ኢኺ ትኸዲ ናብቲ እንዳ ሓዘን? ብሓንሳእ ክንከይድ። ዋእ ኣንቱ'የ እዘን ሰብ ቁሩብ ከዕርፍ ኢለ'የ እምበር ሕጂ ክኸይድ'የ። እዋይ እሞ በቃ ከካይደኪ'የ ብሓንሳእ ክንከይድ ኢና ክመጸኪ'የ። ዋይ ኣቲ መኣዝ መዓረይ እንታይ ገበርኪ ቀቢርኪ እንዲኺ። ዋእ ኣንቲ ገነት ሓፍተይ ኣነ ዘየካየድኩኺ ደኣ መን ከካይደኪ ንዓይስ ሓወይ እንድዩ ግዲ። እወ ግን እንታይ ገበርኪ ቀቢርኪ ከለኺ እሰይ ኢልኪ ዶኽመ ሕጂ ከኣ። ደሓን ደሓን ደሓን ክመጽእ እየ ስምዕባ መምህር ደኣ እንታይ በለኪ ናይ ደሓን ድዩ ዘይቀበረ። እዋእ እንተ እቲ መኣዛ ማዓረ ኣይኣተወን ዶ ኣሎ ክሳብ ሕጂ። እዋእ እንታይ ትብሊ እህ። በሊ ደሓን ክመጽእ እየ ገነተይ መጻኹ ካሕራይ ሃራይ ቻው በሊ ቻው።

ሎማዓንቲ ገለ እዩ ሰይሩ ክውዕል ዘሎ እንታይ ኮንኪ ክነ ትወደይ ከም ቀደም ክመር ሓባ ዘርሰናይ ሓወል ክደይ ትቕበል እዩ ኣንቲ እንታይ ወኸ ተፅቅጥ ወረ ከም ፀማ ትድብጃ ክንዶግደፍና ኣምሓርና ዋእ ስምዒ እሞ

እዚ ንዕቀት ኣይኮነን ኣደ ከዕርፍ ደልየ ኣለኹ ማለት እንታይ ማለት ድዩ በቃ ግደፍኒ ስቕ በሊ። እሞ እዛ ጓለይ ከተዕርፊ እንተደሊኺ ከምታ ናይ ቀደም ጠባይኪ ትሕሸኪ ኣደይ መዓረይ ዘርእሰናይ ሓወይ እንተበልኪ እዩ ደጸብቐልኪ እዚ ትዛረብዮ ደለኺ ክኽፋኣልኪ እኳ ተመሊሽኪ እንተትሰምዕዮ ኣደድ ክኽፋኣልኪ እዩ።

ዝወደይ ከኣ ለባም እንዳበልክዎ'ባ ሰብ ምዃኑ ከይተርፎ ነቲ ለመመላ እታ ደይብሉ ኮነ። የሕርቐክን ከመይ ኩምትር ኢለሉ ከኣ። ስምዒ'ሞ ገነት ጓለይ ክነግረኪ፣ ሕርቃንኪ ውሕጥ ኣቢልካ ነቲ ለጨጓሪ ንውሽጢ ጌርካ እንዳኣልካ ንሰላም ከተቐድም ደለካ። ሕጂ ከኣ ገነት ጓለይ እዛ ምውቕቲ ሓዳርኩም፣ እዛ ናይ ሰላም ቤትኩም እነትለይ እዛ ሰብ ትቀንኣላ ሓዳርኩምሲ ከም ቀደምኪ ከምኣ ጌርኪ እለይያ እዛ ሓዳርኪ ሓዳር ከምኡ ጌርካ እዩ ዝብለኪ ኣለና ተዋሓሒድካ እዩ ሓዳር
ገነተ ኣይ ንሕና እንዲና ደኣ ተጋጊና እንታይ ኸ መምህር ደኣ ቀቢሩ እንድዩ ዋ ብእውነት ኣይ እታ ብርሃት ጎረቤተይ እንድያ ንሲስተር ሰይራ እኳ መምህር ግን ረኺበ ኢላትኒ ስለ ዝቐበረ ዋ
ኣንቲ መኣዚ እሞ ንሕና ደኣ ተጋጊና እንዲና ኣይ ናይ ጌጋኸ ተጋጊና መጓለይ